ፍጥረትስ ኩሉ ካብ ሰንበት ዝወጸ የለን እንታይ ደኣስ ኣመሓዲሩ ኣደላዲሉ ኣተዓራርዩ ማለት እዩ። ወኣስተኀደረ መኣዝኒሃ ለምድር ከም ዝበለ ኣደላዲሉ ማለት እዩ። ካብ በርባሮስ እዚ ንሕና ዘለናዮ ዓለም ይጸሪ። ንሕና ካብ ዘለናዮ ዓለም ከኣ ብሔረ ብጹኣን ካብ ብሔረ ብጹኣን ብሔረ ሕያዋን ካብ ብሔረ ሕያዋን ገነት ትነጽህን ትጸርን። ምድሪ ጽእዱት ወብርህቲ እንተ ይትዋረስዋ ጻድቃን ምድረ ብርህተ ወጽእዱተ ይወርሱ ጻድቃን ዝርስተይዋ ምድረ ገነት ንጽህትን ብርህትን እያ ይብላ ጻድቃን ብርህትን ድምቕትን ምድሪ ይወርሱ ይብል ድጓ ናይ ገነት ርሕቐት ካብ ምድሪ ካብ ምብራቕ ናብ ምዕራብ ይኸውን ይብል ገነትሰ ልእልቲ እቲ እም ምድሪ እመጠነ ምብራቕ እም ምእራብ ከምዝበለ ቀሌምንጦስ ከምዚ ገይሩ ዕስራ ዓለማት ፈለየ። ዕስራ ዓለማት እንተ እተባህሉ እዚኣቶም እዮም፣ ዓለም ማይ፣ እሳት፣ ዓለም ነፋስ፣ ትሽዓተ ዓለመ እሳት፣ ክልተ ዓለመ ነፋስ፣ ኣርባዕተ ዓለመ ማይ፣ ሓሙሽተ ዓለመ ማርየት፣ ድምር ዕስራ። ድሕሪ እዚ ምድሪ ከም ሒላብ ሰፍነግ መሲላ ረኣያ እሞ፣ ለታውጽእ ምድሪ ዘርኣ ዘይዘራእ በበዘርኡ ወበኣርኣያሁ ወበበ ኣምሳሊሁ ምድሪ በብዓይነቱ ዘርኢ ተውጽእ። ዘፍጥረት ሓደ ዓሰርተ ሓደ። ምስ በለ ምድሪ ብፋስ ዝቝረጹ ኣእዋምን ብማዕጺድ ዝዕጸዱ ኣዝርእትን ብኢድ ዝእረዩ ፍጥረታትን እዚኦም ሰለስተ ፍጥረታት ንኸተውጽእ ኣዘዛ። ወምድርሰ ተፈጥረት በኣምሳለ ሰፍነግ እንተ ትነብር መልእልተ ማይ፣ ወበዛቲ እለት ኣዘዛ እግዚኣብሔር ታውጽእ ሃመልማለ ወዘርኣ ከም ዝበለ ቀሌምንጦስ ምድሪ ኣብ ልዕሊ ማይ ትነብር ብምስሊ ሒላብ ዝተፍነግ እያ ተፈጢራ። በዛ መዓልቲ እዚኣ እግዚኣብሄር ኣሕምልትን ኣዝርእትን ንኽተውጽእ ኣዘዛ። ቀሌምንጦስ ወ ቀሌምንጦስ ወኵሎ ዘንተ ኣርባኢተ ኣበይተ ግብረ ግብረ ግብረ ገብረ በእለት ሳልስት በሳልሳይ መዓልቲ እዞም ኣርባዕተ ዓበይቲ ፍጥረታት ፈጠረ ኩፋሌ ክልተ ዓሰርተ ክልተ ኦም ገነት ፈልዩ ቈጺሩ ኣርባዕተ ፍጥረታት ፈጠረ ይብል። ወእምከሀክኒ እፀ ሕይወት ወይገብር ፍረ ኣሰርተ ወክልኤተ እለ ኣሃዱ ወርኅ ወቈጽለ እፁኒ ፈውስ ለሕይወተ ኣሕዛብ ወኣልቦ እንከ ርኵስ ወኢምንትኒ ነቲ ሩባ ብክልተ ጎቦ ድማ ኣብ ወርሒ እና ኣፍረየት ኣብ ዓመት ዓሰርተ ክልተ ጊዜ ፍረ እትህብ ኦም ሕይወት ነበረት። ቆጽሊ እታ ኦም እቲኣ ኸኣ ንዅሉ ህዝቢ ዚፍውስ ነበረ። ድሕሪ ደጊምሲ፣ ርኹስ ዝበለ ኣብኣ ከቶ ኣይኪህሉን እዩ። ኦ ሱራፊ፣ ህድገነ ንባ ውስተ ዘቀዳሚ ርስተ ኣቡነ ከመ ንትፌሳህ ወበእፀዊሃ ወናጼኑ ኣፈዋቲሃ ወይሰወጥ ውስተ ልብነ መኣዛ ዚኣሃ። ኦ ሱራፊ፣ ኦስ ራፊ ናብታ ናይ ቀደም ርስቲ ኣቦና ክንኣቱ ከምቲ ናይ ጥንቲ በኢዳውና ካብ ፍሪኣ ክንቅንጥብ ዘይኮነስ ብኣታኽልታ ክንሕጎስ ሽትኣ ክነሸትት መኣዛ ኣብ ልብና ክመልእ ሕደገልና ይብል ቅዳሴ ኣትናቴዎስ ቁጽሪ ኣርብዓን ሓደን።

እዚ ጽቡቕ ተኽሊ ንምርኣዩ ዘብህግ እዩ፣ ቀጽሉ ጽቡቕ ፍሪኡ ከኣ ንምርኣይ ገጽ ኣዝዩ ሞጎስ ዘለዎ ጨንኡ ውን ነዊሕ ከይዱ ዝሽትት ካብኡ ኣቦኻ ኣዳምን ኣዴኻ ሄዋንን ዝበልዑሉ ኦም ህይወት እዩ ይብል ሄኖክ ሸውዓተ ሸውዓተ ክሳብ ሸሞንተ ካልኣይ ከኣ ወገብረ ኣርባኢተ ዘመደ ምባሉ በርባዕተ ኣህጉር ዘለው ፈጠረ ማለቱ እዩ ከምኡ ውን ነዞም ኩሎም ካብ ኣርባዕተ ባህርያት ፈጠሮም ማለት እዩ። ፈጢሩ ከኣ ሸውዓተ ነገራት ዘለውዎ ገበረ። እንታይ እንታይ እንተ ተባህለ፣ ቆጽሊ፣ ልምላሜ፣ ዕንበባ፣ ፍረ፣ ጣዕሚ፣ መኣዛ፣ ጽቡቕ ትርኢት እዮም። ማቴዎስ ሽዱሽተ ዕስራን ሸሞንተን። ካብ ኣርባዕተ ባህርያት ምፍጣሮም ብምንታይ ይፍለጥ እንተተባህለ ብተግባሮም ይፍለጡ። ካብ እሳት ምዃኖም ዕንጸይቲ ንዕንጸይቲ እንተ ፋሕፊሕካዮ ሓዊ የውጽእ፣ ካብ ማይ ምፍጣሮም ድማ እንተ ቆሪጽካዮም እንተ ቆረጽካዮምን እንተ ወጋእካዮምን ከም ማይ ከም ጸባ ወይ ከም ደም ነገር ይወጽእ፣ ካብ ነፋስ ከም እተፈጥሩ ድማ ንፋስ እንተ ወቕዖም ይነውሑ ወበሁከተ ነፋስ ይትለኣል ኣርዝ ከም ዝበለ ነፋስ ይዓርግ እም ውስተ ከርሳ ለምድር ወይ ነፍህ ብኣቅም ወበቱ ይኣርግ ወይሃውር ኩሉ ፍጥረት ኦም ብምውዝዋዝ ነፋስ ይነውሕ ነፋስ ካብ ውሽጢ ምድሪ ወፂኡ ብመጠን ይነፍስ እሞ ኩሉ ፍጥረት ከዓ ብኡ ይነውሕ ይብል ቄሌምንጦስ ካብ መሬት ከም ዝተፈጥሩ ድማ ተቖሪጾም ኣብ መሬት ምስ ዝወድቁ በስቢሶም መሬት ይኾኑ፣ ብግብሮም ይፍለጡ ዝተባህለ ድማ ብዝናም ይበቕሉ፣ ብንፋስ ይነውሑ፣ እስመ ነፋስ ያገዝፎ ለፍሬ ከም ዝበለ ብጸሓይ ይበስሉ፣ ካብ መሬት ወጺኦም መሬት ሓቝፎም ነዚ ምግቦም ገይሮም ይምዕብሉ። ካልኣይ ድማ ተግባሮም

ብእቶታዊ ግብሩ እንተ ዓበየ ብማያዊ ባህሪኡ ይተኻኸል፣ ብማያዊ ግብሩ እንተ ዓበየ ብእስታዊ፣ ብእሳታዊ፣ ባህሪኡ ይተኻኸል፣ ብነፋሳዊ ባህሪኡ እንተ ዓበየ ብመሬታዊ ግብሩ ይተኻኸል፣ ከምኡ ድማ መጽለሊ፣ መጸገዒ፣ ክኾነና ክኾነና ገበረ። ምጽላል ማለት ቤት ሰሪሕና ካብ ናይ ቀትሪ ሃሩርን ካብ ናይ ለይቲ ቁርን ንድሕነሎም፣ ምስካይ መጸግዒ ማለት ከኣ መሳለል ጌርና ካብ ታሕቲ ናብ ላዕሊ ንወጸሎም ካብ ላዕሊ ናብ ታሕቲ ንወርደሎም ጃልባ ሰሪሕና ባሕሪ ንሳገረሎም እንተቆሪርና ኣንዲድና ንመቐሎም፣ ኣቕሓ እንተ ጠፍኣና ኣብሪህና ነናድየሎም እዮም። መሊሱ ድማ ተመጊብናዮም ከም ንነብር ገበረ። እዚ ኸኣ ብጐድኖም ብጫፎም ከም ዝፈርዩ ገይሩ፣ ዓብዪ ማእከላይ ደቂቕ ከም ዘፍርዩ ገበሮም። ነዚኣቶም ዘውጽእት ምድሪ ብሰብ ትምሰል። ሰብ ሰለስተ ነገር ጸኒዑ ይነብር፣ ብዓጽሚ፣ ብጅማት፣ ብደም፣ ምድሪ ኸኣ ከምኡ ክንዲ ዓጽማ እምኒ፣ ክንዲ ጅማታ ናይ ኣእዋም ሰራውር፣ ክንዲ ደማ ማይ እዩ። ማይ ውሽጢ ውሽጢ የተርክሳ፣ ብዘይቅዮሙ ዘይሰቅዮሙ ለኣድባር እምውሳጢያቲሆሙ ከም ዝበለ መዝሙር ዳዊት ሚእትን ኣርባዕተን ዓሰርተ ሰለስተ ነዚኣቶም ሰዓታት ለይቲ ተፈጺሙ ሰዓታት መዓልቲ ክጅመር ፈጠሮም። ፈጢሩ ከኣ ዓሰርተ ክልተ ኣመሓደርቲ መላእኽቲ ገበረሎም። ከምዚ ገይሩ ገደፎ። መግደፊኡ እንታይ እዩ መሲዎ ድዩ ደኺምዎ መሲዎ ደኺምዎ እውን ኣይኮነን። እንታይ ደኣ ብዕለት እሁድ ብዝፈጠሮ ፍጥረት ምስጢረ ሥላሴ ከም ዝነግረና ብዕለት ሰሉስ ብዝፈጠሮ ፍጥረት ድማ ምስጢረ ሥጋዌ ክነግረና ኢሉ እዩ። ናይ ምስጢረ ሥጋዌ ነገር ከመይ እዩ እንተተባህለ ምድሪ ናይ ኣደና እግዝእትነ ማርያም ምሳሌ እያ። ለታውፅእ ምድር ዘርኣ ዘይዘራእ በበዘርኡ ምድሪ በብዓይነቱ ዝዝራእ ዘርኢ ተውፅእ ዘፍጥረት ሓደ ዓሰርተ ክልተ ምስ በለ ሓረስታይ ከይ ጸዓረላ ዘርኢ ከይነጠራ ምድሪ ሰለስተ ፍጥረታት ከም ዘውጸእት እግዝእትነ ማርያም ከኣ ቅዱስ ገብርኤል መልኣኽ ክትጸንሲ ኢኺ ወዲ ውን ክትወልዲ ኢኺ ምስ በላ ልማድ ኣንስቲ ከይረኸባ ናይ ሰብኣይ ዘርኢ ከይነጠባ ዕጸ ሕይወት ዝተባህለ ጎይታ ኢየሱስ ክርስቶስ ካብኣ ስለ ዝተረኽበ ብምድሪ ትምሰል ሉቃስ ሓደ ሰላሳን ሓደን ፈጢሩ ድማ ሸውዓተ ነገራት ኣሕድረሎም ኢልና ኔርና ኣሕደረሎም ኢልና ኔርና እዚ ከኣ ካብ እግዝእትነ ማርያም ኣርባዕተ ባህርያተ ስጋን ሓሙሻይ ባህርያተ ነፍስን ወሲዱ ሸውዓተ መዓርጋት ቤተክርስትያን ገንዘቡ ንምግባር ንምግባሩ ምሳሌ እዩ። ኦዞኮንከ ዲያቆነ እወ ንፍቀ ዲያቆን ከኣው ጸጋከ ዘከኣወከ ላእለ ቅዱስ ወልድከ ዘቀባኢካሁ ዘቀባኢካሁ ከም ዝበለ ኦ ዲያቆን ንፍቀ ዲያቆን ዝኾንካ ንዝቀባእካዮ ቅዱስ ወድኻ ዝሃብካ ጸጋ ጸጋኻ ሃብ ጸጋኻ ዝሃብካ ጸጋ ጸጋኻ ሃብ ከም ዝበለ ሲኖዶስ፣ ሾብዓተ መዓርጋተ ቤተክርስትያን እተባህሉ ምእመናን እዮም። ኣየኖት እዮም እንተተባህለ ሊቀ ጳጳሳትነት፣ ጳጳስነት፣ ኤጲስቆጶስነት፣ ክህነት፣ ድቁና፣ ንፍቀ ድቁና፣ ኣናጉስጢስነት እዮም። ጥበብ ሀነጸት ላቲ ቤተ ወቤተ ወኣቆመት ሰብኣተ ኣእማደ ከም ዝበለ ጥበብ ቤታ ሀነጸት ሸውዓተ ኣይኑድ ከኣ ኣቆመትሉ፣ ምሳሌ ትሽዓተ ሓደ። ካብ ኣርባዕተ ባህርያት ከም እተፈጥሩ ብግብሮም ይፍለጡ ኢልና ኔርና፣ እዚ ከኣ ጎይታና ኢየሱስ ክርስቶስ ስጋ ለቢሱ ብጀካ ሓጥያት ንበይና ፍጹም ሰብ ኮይኑ ወዲ ሰብ ዝሰርሖ ንምስርሑ ምሳሌ እዩ። እግዚኦ እግዚኣ ለኦሪት ገብረ በሕገ ኦሪት ከመ ይሳየጦሙ ለእለ ውስተ ኦሪት ጐይታ ሕጊ ምፍጻም ንዝተሳእኖም ክብጆ ሕጊ ኣብ ምፍጻም ተረኽበ ገላትያ ኣርባዕተ ሓሙሽተ ወኮነ ከመ ሰብእ ዘእንበለ ኃጢኣት ባህቲታ ብዘይካ ኃጢኣት በይና ኵሉ ተግባር ሰብ ሰብ ብምግባር ፍጹም ኮነ። ካልኣይ ከኣ ተግባሮም ዝበላለጽን ዝታኻኸልን እዩ ኢልና ኔርና እዚ ድማ ብጎይታና ኢየሱስ ክርስቶስ ተፈሊጡ ኣሎ። ንሕና ብእሳታዊ ግብርና ተናዲድና እንተ በዲልናዮ ንሱ ብመያዊ ግብሩ ኪሒሱልና ካሕስኡ እንታይ እዩ እንተ ተባህለ፣ ቆሪሩልና ቁሪ ተቐቢሉልና ወኣስተማቅዎ እስትንፋሰ ኣድግ ወላህም ብመዋእለ ቁር ወኣስሃትያ ከም ዝበለ፣ ብግዜ ቁርን ኣስሓይታን ኣድግን ላሕምን ብእስትንፋሶም ኣሞቕዎ። ብማያዊ ግብርና ሰቲና ሰኺርና እንተ በደልናዮ ብእሳታዊ ግብሩ ኪሒሱና እዩ። ካሕስኡ እንታይ እዩ እንተ ተባህለ፣ ጸሚኡልና፣ ወእምዝ ሶበ ርእየ እግዚእ ኢየሱስ ከመ ተፈጸመ ኩሉ ወይቤ ጸማእኩ፣ ድሕሪ እዚ ጐይታ ኢየሱስ ኩሉ ከም ዝተፈጸመ ፈሊጡ ጸሚኤ በለ፣ ዮሃንስ ዓሰርተ ትሽዓተ ዕስራን ሸሞንተን።